ሰላም ሰላም ዝኸበርኩምን ዝኸበርክንን ተኸታተልቲ መደብ ፊሊ ቲቪ ኣብ ዘለኹሞ ሰላም ጥዕናን ክኾነልኩም ናይ ወትሩ ምንየትና እዩ። ናይ ሎማዓንቲ ቀንዲ መምፅኢ መደብ ማለት እዩ ክልተ ሚእቲ ሳብስክራይብ ጌርና ኣለና ሓሙሽተ ሚእቲ ብሰለስተ ቪድዮ ኢሎምኒ ክልተ ዓመት ሙሉእ ዝተዓፅወ ቻነል ሓሙሽተ ሚእቲ ንክትበፅሕ ሰለስተ ሚእቲ ሰባት ተሪፍና ኣለና ኣብ ቦታ ኮመንት ፒን ጌረልኩም ኣለኹ ፕሊስ ፕሊስ ጋይስ ተገዲስና ኣቲና ሳፖርት ግበሩ ንተባብዑን ድሕሪ ክልተ ዓመት ሙሉእ ምዕፃዋያ ሕጂ ክንከፍተልካ ኢሎምኒ እዩ ክልተ ሚእቲ ሰባት ሳብስክራይብ ጌርኩምለይ ኣለኹም እቶም ዝገበርኩምለይ ብጣዕሚ እየ ዘመስግነኩም ሰለስተ ሚእቲ ተሪፍና ኣለና ጋይስ ግርህ ኢልና ኣቲና ማለት እዩ ኣብኣ ሳብስክራይብ እንዳገበርና ኣብኣ ከለና ነታ ቪድዮ ላይክ እንዳገበርና ኣለና ንውፃእ ስለ ዘስቸግረኩም ዘለኹ ደጊመ ደጋጊመ ይቕሬታ እንዳበልኩ ናብቲ ናይ ሎሚ ሓንቲ መደበይ ክኸይድ እንከለኹ ኣብ መንጎ ስኒትን ኣብ መንጎ ኣይዳን ኣይዳን ምስቶም ካልኦትን ዝግበር ዝነበረ ብግልፂ ወፂኡስ ትማሊ ሙሉእ ለይቲ መዘራረቢ ኮይኑ ሓዲሩ ካብዚ ኩሉ ዝተባህለ እተን ፅፍፍ ፅፍፍ ዝበላ ቪድዮ ሒዘ ናባኹም መጺኤ ኣለኹ ብጣዕሚ እዩ ዝሕዝን ብጣዕሚ እዩ ዘሕርቅ ክትሰምዖ ከለኻ ንሓብትኻ ክሳብ ክንድዚ ተጻብኦ ኣነ ኣይዳ ክትዛረብ ርእየያ ነይረ ኣብ መንኪና ኮይና ሓንሳብ ዓጽዮሞ እቲ ድምጺ ናትና ገለመለ ኣነ ምስተን ካልኦት እዩ ደኣ ዝመስለኒ ነይሩ እምበር ምስ ኣሕዋትካ ክንድዚ ምትፍናን ወላ ሓንቲ በቃ ኣነ ደመይ ጠጠው ጥራይ ኢልኒ እዘን ሰባት እዚኤን ከ እምበርከ ንሃገረን ድየን ከጸውዓ ዝኸዳ ዘለዋ ወይስ ንውልቃዊ ጥቕመን እየን ሓንቲ እንድሕር ዝኸዳ ሓደ ሓሊፍካ ሓደ ዝሓልፈካ ሰብ እንድሕር ተሎ ነቲ ዝሓልፈካ ያላ ጆኻ ኢልካ ሓይሊ ጥራይ ኢኻ እምበር ፓወር ኢኻ ትቦ እምበር ሓደ እንድሕር ንኣብነት ሓደ ሓሊፍካ እንድሕር ተሎ ነቲ ዝሓለፈካ ኢኻ ሳፖርት ትገብሮ ተተባብዖ እቲ ህዝቢ ምስኡ እንድሕር ተሎ ንዑ ኢኻ ተተባብዖ No ኣነ ተዘይ ሓሊፈያስ ንስኺ ትሓልፍያን ኢኺ ዝዓይነቱ ኣካይዳ እዩ ይኽይድ ኔሩ እቲ ነገር ማለት እዩ ብጣዕሚ እዩ ዝሕርቕ ንሕና እኮ ኣቦታትና ናጽነት ከምጽኡ ከለዉ ኣነ ክስዋእ እየ እስኻ ጽናሕ ተባሃሂሎም እዮም እሞ ኸኣ እታ ክብርቲ ሂወቶም ኣብ ኮርሶ ሪእናዮም ኢና ኤሪተለ ሓደ ወዲ ጋንትኡ ተሪፉሲ ሳይኩሉ ጎማ ኣምሊቑ ሂብዎ ኪድ ንስኻ ኣነ ክተርፍ እየ ኢልዎ ኣብ ከመይ ዝበለ ዓቢ ጸወታ ማለት እዩ ንሕና ኸኣ ካብ ኤርትራውነትሲ ከምዚ ጭዋ ባህሊ ከምዚ ኣካይዳ እዚ ንጽበ እምበር ንሓፍትኻ ክንድዚ ምሕሳር ኣነ ወላ ሓንቲ ወላ ሓንቲ ክኣምን ኣይከኣልኩን ክሳብ እዛ ሕጂ ክኣምን ወላ ሓንቲ ኣይከኣልኩን ጋይስ ብጣዕሚ እየ ሓሪኸ ብጣዕሚ እየ ተሰሚዕኒ ሓዲሩ ሙሉእ ለይቲ እየ በቃ ድቃስ ዘይብለይ ሓዲረ እንድሕር ትኢለኩም ሲ ኣይትኣምኑን ኢኹም ከምዚ ከማይ ዝኾንኩም ኣለኹም ዶ ቅድሚ ግን ጋይስ ቅድሚ ናብቲ መደብ ሒዘ መፅእ ዘለኹ ቅድሚ ምባለይ ማለት እዩ ቀዲሙ ትብሎ ነበረት ናይ ኣይዳ ንስማዓዮ እሞ ምስ ስኒት ከኣ ዝተዘራረብኦ ክንሰሚዕ ኢና። ብዓቢኡ ሽዑ ህዝቢ ከኣ ናቱ ርእይቶ ሂቡ ኣሎ። ኣብቲ ጉዳይ ጥልቕ ዝበለ ኣፍልጦ ዘሎ ኣነጺሮም ክሊር ገይሮም ኣቕሪቦምልና ኣለዉ። ብጣዕሚ ዝነጸረ ገይሮም ኣቕሪቦሞ ኣለዉ። ናብኦም ከብለኩም እየ። መጀመርያ ግን ናብዘን ኣሕዋትና ከብለኩም እየ። እንድያሞ። ደርግን ክሳብ ንኤርትራ ወኪልካ ትገብር ዘለኻ። ሂባ ከም ዘይሰርሓቶ እንተኾነ ግን ናይ ቅድሚ ክልተ ዓመት ዝነበረ ስራሓ ሒዛ መጽያ ክልተ ደቂቅ ዘይኮነ ናይ ሓደ ደቂቅ እዩ ንባዕሉ እቲ ኣብኡ ዝነበረ ደርፊ ናይ ኢትዮጵያ ናይ ኣምሓርኛ ደርፊ እዩ which is ኣብ ካልእ ግዜ ኣትጥቀመሉ ኣብዚኣ ሕጂ እቲ ናይ ኢትዮጵያ ዝብልዎ ነበሩ ትማሊ ሕጂ ኩሉ ክሊር ገይሮሞ እንድዮም ክትሰምዑ ኢኹም ብዓቢኡ እቲ ናይ ኢትዮጵያ ዝተባሃለስ ኣብ ኣፋን ዕርበታን ድገበር ክግበር ምስ ተባሃለት እየን ስኒት ናይ ኢትዮጵያ ገይራ ኣትያ ወላ ሓንቲ ማረፅ ዝበሃል እያ ስኢና ምክንያቱ ፊልም እየን ሰሪሕናላ እዘን ሰባት እዚኤን ሲ ንስኒት ንከይትዕወት ፊልም እየን ሰሪሕናላ እሞ ከዓ እሳ ባዕላ ዘምፀቶ ባዕላ ዝኣተወቶ ነቲ ውድድር ማንም ሰብ ዝሓግዛ የለን ሳፖርት ዳኣየን ክገብርኣ ነይርወን እምበር ሕጂ በቲ ሰን ዝገበርኦ መፃወዲያ መፅያ ኣብዚ ክትነቕፋ ኣነ ወላ ሓንቲ ቅቡል ኮይኑ ተሰምዐንን ድሒረ ትማሊ ምስ ሰማዕክዎ እቲ ሓቂ እዩ ኣነ ኩሉ በሪህለይ ማለት እዩ እዚ ኩሉ ዝገብርኦ ነበራ በዓል እዛ መንቀርቀር ማራ ይድሕርቕ ማራ ይደፍልሐካ ደምካ ብጣዕሚ እዩ ዝሕርቕ በቃ ክጥቀመሉ ጸገም የብሉን ኣብዚ ውድድር ግን ክሳብ ንኤርትራ ወኪልካ ትገብር ዘለኻ ፍቑድ ኣይኮነን ዲስኳሊፍ ሉ ነናይ ሓሙሽተ ደቂቕ ግዜ እዩ ተዋሂብና ነይሩ ነናይ ሓደ ደቂቕ ዝኸውን እያ ተዛሪባ እዚኣ ተወዳዳሪት ማለት እዩ ኣብቲ መወዳእታ ድማ ንሳ ተዓዊታ ኣላ ኢሎም ገሊጾም ንሓፍታ ኣነ እኮ ንካልእ ኮይ መሲልኒ እዛ ቪድዮ ክርኢ ከለኹ ብእውነት ኣይትኣምኑን ኢኹም ካልእ መሲልኒ ነይሩ ነቲ ገንዘብናን ነቲ ዕላማናን ነቲ ሕልምናን ሽም ኤርትራ ንክሽቀጠሉ ኢሉ ዝተገበረ እምበር ልክዕ በቲ ኣገባብ እቲ ክክየድ ኢሉ ዝተሰርሐ ዓይነት ኦርጋናይዜሽን ከም ዝኾነ ድማ ኣረጋጊፀ ይፈልጥ ኣለኹ ኣብ ዝኾነ ዓይነት ውድድር ብዙሕ ጌጋታት ከጋጥም ንቡር እዩ ክሳብ ደቂ ሰባት ዝሰርሕዎ እንተኾነ ግን እዚ ጌጋ ዘይኮነ መደብ እዩ ኔሩ ስለዚ ኣብዚ ንገብሮ ዘለና እዚ መንገዲ እዚ ጠጠው ክብል ኣለዎ ድማ ብምሉእ ኤርትራዊ እቲ ሓቂ ክፈልጦ ነቲ ዝግብኦ ዝዓበየ ኦርጋናይዜሽን ሚስ ዩኒቨርስ ድማ ታግ እንዳገበረ ከፍልጦ ክላቦ ይፈቱ ሕጂ ርእይዋ እታ ታግ እንዳገበረ ከፍልጦ እፈቱ ድበለት ኣነ ከም ከምቲ ቀዲመ ዝበልኩ ከም ካልእ ይመስለኒ ነይሩ ለካ እሰን ንሓፍተን እየን ዳውን ድገብራ ነይረን ምስተም ኩሎም ኣብ ጥቓኣ ዘለዉ ከምኣ ዓይነት ናይ ፋሽን ሾው ዝሰርሓ ከምአን ሞዴሊስት ማለት እዩ ምስቶም ላዕለዎት ሓለፍቲ ከይተረፋሲ ኤርትራዊት ኣይኮነትን እዛ ሰብ እዚኣ ንዓና ኣይትውክለናን እያ እንዳበላሲ ታግ እንዳገበራ ይሕልፋ ነይረን እቲ ሕስድና ረእይዎ ካብ ኣፋ ስምዕዎ ኣነ ንካልኣ እዩ ዝመስለኒ ነይሩ እምበር ንሓፍታ ኣይመሰለንን ንሓፍትኻ ክሳብ ክንድዚ ብጣዕሚ ኺ ሕማቕ ሰብ ብጣዕሚ ሓደ ናይ ፋሽን ሾው ሓደ ሞዴሊስት ሓንቲ ሞዴሊስት እንብላሲ በተሓሳስባኣ ስማርት ክትከውን ኣለዋ በቲ ዓለም ለኻዊ ሕጊ ዝበሃል ማለት እዩ ሕቶታት ትሕተት ኣይኽን ትምልስ ኣይኽን ኣተሓሳስብኡ ይምዘን እዩ ኣብ ቅድሚ ህዝቢ ይምዘን እዩ ብጣዕሚ ኢና መዚንናክን በዚኣ ንሓፍትኽን ከምዚኣ ብምግባርክን ማለት እዩ ንስኽን ወላ ሓንቲ ኢኽን ስማርት ዘይኮንክን ርእስኽን ሲ ኣንውሒ ክሓስባ ኣይክእልን ንፅባሕ ክትሓስባ ነይርክን ኦረዲ ነዚ ህዝቢ ከሲርኩኖ ኢኽን ሓንቲ እያ ነይራትክን እታ ሞያኽን እታ ሞያኽን እዚኣ እያ ነይራ እታ ሞያኽን ፋሽን ሾው ሞዴልስቲ ኮይንክን ኢኽን ትመፃና ነይርክን ሓቀይ እታ ሞዴልስቲ ኮይንክን ትመፃና ነበርክን ከሲርክን ኣ ሰብ ቮልት ቮት ክገብረልክን ኣይክእልን እዩ ወዲእኽን በቃ ኣሕሪርኩኖ ቆጢዑክኖ ክርደእክን ዘለዎ ብዚ በዓል ኣይዳ እስኽን እቶም ካልኦት ከማኺ ዝኣመሰሉ ማለት እዩ ብጣዕሚ ኢኽን ሰብ ኣሕሪርክን ማርያኽን ሓሪቕክን ካብ ዘይብሉ መግቢ እዩ ንስድርኡ ክሰድድ እንዳሓሰበ ንደቁ ንክዳኑ እንዳሓሰበ ንትራንስፖርቱ ዝሓሰበ በቃ እታ ዝነበረቶ ኣጠራቂሙ ጠራቂሙ እዩ ንሓፍቱ ስኒት ቮት ገይርላ ንስኽን ነዚ ህዝቢ ኢኽን ቀቲልክንኦ ክንደይ ሚልዮናት ገንዘባት ዝወፀ ዶላራት ኢኽን በቃ ኣብ ማይ ኣእቲኽንኦ እርደእክን እንድሕር ተልዩ ማለት እዩ ብዓብኡ ብዓብኡ ቅትለት ከኣ ዝገበርክንኦ ማለት እዩ እቲ እዚኣ ከም ፕላን ሒዛቶ ዝመፀ ስኒት ሓፍትና እቶም ሕሙማት ክፅግም እየ ነቶም ሕሙማት ዝተፀጎሙ ክሕግዝ እየ ዝበለት ሲ ነቶም ሕሙማት በዲልክንኦም እርደእክን እንድሕር ተሎ በዲልክንኦም እስኽን ውልቃዊ ጥቕምኽን ጥራይ ኢኽን ትሓስባ ኔርክን። ኣይዳ ንባዕልኺ ቅድሚ ሕጂ ቮት ዝተገብረ ገንዘብ ዝተዋሃብክዮሲ ኣበይ ኣሎ ትፈልጥዮዶ ኢላትኪ ስኒት ከምጸልኪ ኣብዚ ቪድዮ። ንስኺ ግን ኣነ ወላ ሓንቲ ይፈልጦን እየ ማናጀረይ እያ ኢልኪ ኣመኽኒኺ። በዓል ትካል እንከሎስ ማናጀር ከካይደሉ ገንዘብ በዓል ትካል ዘይቆጻጽሮ እዚ ከዓ በሊዕኽዮን ኣጠፋፊእኽዮን ከም ዝኾንኪ ሓደ ምስክር እዩ። ሎቕማጽ።
ሓፍትኹም ኣይዳ መብራህቲ እየ የቀንየለይ ኪዳ ሓፍትኹም ኣይትበሊ ሎ ኣስሐጎ ከምዚ ከማኻ ሓብቲ ዝበሃል እታ የብላን ተዓዊታ ስለዚ ብኡ ዘስሐጎሱ ይብሉና ኣለዉ ኣስሐጎሱ ይብሉና ኣለዉ ኣብ ውድድር ኣቲኻ እ፣ ኩሉ ግዜ ውድድር ውድድር እታ ስምዓ ተዓዊታ ወጃዕ ስለዚ ብኡ ዘስሐጎሱ ይብሉና ኣለዉ ሓፍታ ተሓጒሳስ ንምንታይ ትሕጎሱ ይብሉና ኣለዉ ይብሉና ኣለዉ ከም ዘይተሓጎሰት ትነግረና ኣላ ይብሉና ኣለዉ ትብል ኣላ ብሓፍትኺ ዘይትሕጎሲ እዚ ኩሉ ኣብቲ ናትኪ ግዜ ቮት ክግበሩላ ኢልና የማን ፀጋም ሆ ክንብል ከለና ኣብዚ ማስ ሜዳ ደኣ ኣበይ ደኣ ኢኺ ነርኪ እተን ካልኦት ግን ብትሕቲኺ ዝነበራ ዋላ ይሰማዓየን እሞ ግን ብምውጻኺ ስኺ ቮት ብምግባሩ ጥራይ ስኺ ብምምራጽኪ ጥራይ ማራይ ንድሕጎሳ ነይረ ምትብባዕኺ ጥራይ ንስኺ ከዓ ኣሰር ናይ ኣቦታትኪ ኣሰር ተን ትሕቴኺ ዝነበራ ኢኺ ክትርኢ ዝግበእኪ ነይሩ እስኽስ መን ኮንኪ ኢኺ ንስኺ ከምዚ ክትገብሪ ሰብ ይምፂኪ ሰብ ኣውርደኪ ሰብ ቮት ትገብረልኪ ንሰብ ጠዊኺ ጠዋዊኺ ደይኮውን ክስታይ ምጽላም ግን ብጣዕሚ ኢኺ በዲልክያ እዛ ሰብ እዚኣ ማራ ኢኻ ሃሲብክያ ሓሳባን ካልእ ኣማጻጽኣ ካልእ ክሳብ ኢምባሲ ማዕረ ኢምባሲ ኣኺድካ ምኽሳስ ኤርትራዊት ኣይኮነትን ኣረጋግጹ ዝበሃል ክሳብ ክንድዚ ኢና ድና ተጨካኺና ንሓንቲ ሽግር ዘሎ ኣይኮነን ዝበዝሕ ኣሎ ክትመጽእ ኣስሐጎሱ ይብልና ኣለዉ ውድድር ኣቲኻ ኩሉ ግዜ ውድድር ውድድር ምዃኑ ይተርፍን እዩ ኩላትና ኤርትራውያን ኢና ኣብዚ ዘለና ማለት እዩ ስለዚ ብዛዕባ ኤርትራዊት ኮይና ተዓዊታ ዘይኮነሲ ኮርስ ኣዝ ኤርትራውያን መፅኣ ከላ ስለምንታይ ኩሉ ነገር ስቴጅድ እንከሎ ኣብ ከምኡ ዓይነት ነገር ንሕና እውን ክንኣቱ ፅኢላ ሪኣ እዩ ዘሎ ትሕቶ ማለት እዩ ካልእ ኤርትራ ንመጀመርታ ግዜ ኣብ ሚስ ዩኒቨርስ ትወዳደር ኣላ ባንዴራና ኣብኡ መታን ክንሪኣ ሽም ሃገርና መታን ክነብቅዓ ዝብል ፖይንት ስቃ ርእዮ ኣለኹ ሽም ኤርትራ ኣብ ሚስ ዩኒቨርስ ስለ ዝመፀ ጥራይ ዝዓብን ዝጎድልን ኣይኮነ ፍርት ኣንቲ ሰብ የውድቐኪ ድዩ ሽግርኪ እንታይ እዩ ክንመርፀክን ቮት ክንገብረልክን እንከለና ሽምናን ሽም ሃገርናን ከተፍልጣና ዶ ኣይኮነን ሓቀይ ኣብቲ ናይ ዓለም ለኻዊ ውድድር ት- መፅያሲ ኣፍሊጣን ኣይፍሊጣን ሶላ ሓንቲ የብሉን ይበሃል ድዩ ጥቅሚ እምበር ኣለዎ ንዓና ጥቅምና ደኣ ከም ሰብ ከም ኤርትራውያን መጠንሲ ሃገርና ክፍለጠልና ክትክእል ኣለዋ ከም ሕብረተሰብ ህዝብና ተን ሸዓተ ብሄራትና ክላለያልና ኣለዋን እሱ ኢና ንደሊ እምበር ንዓኽን ከምዚ ከማኺ ገሽላዓት ከነፋልጥ ኣይኮናን ንሕና ኣብኡ ንሰድድ ቮት ንገብር ንዓና ቀንዲ ጥቅምና እዚ ህዝቢ ኩሉ ገንዘቡ ውፅኡ ደቁ ቀቲሉን ካብ ዘይብሉ ቮት ዝገበረት ሃገሩ ክትፍለጠሉ ስለ ዝተለየ እዩ እምበር ንስኽን ከምዚ ከማኺ ጭሩ ዝኣመሰላ ክፍለጥ ኣይኮነን እቲ ነገር
ዓቢ ክረዲት እዩ ኣደ ሴም ታይም ግን ዋላ እውን ኣብ ዜና ኣብ ገለ ንሰምዖ ኢና ሓለፍትና ሲ ከምዚ ዓይነት ዕድመ ተዋሂቦም ስነፅጎም ይበሃል እዩ ስለዚ ባንዴራ ኤርትራ ሒዞም ክኸዱ ጥራይ መደብ ንሕዳ ኮይኑ ስለምንታይ ንሶም ንኣሞ ዘይከዱ ሰውቲ ዕላማ ናይ ኤርትራውነት ሃገራውነት ባንዴራ ንሱ ኣይኮነን ብልክዕ ክትከየድ ዝግብኦ ነገር ኣይትኸደን ኣይከደ
ማራይ ዝሕዝን ብጣዕሚ ዝሕዝን ናይ ኢትዮጵያ ናይ ትግራይ ደርፊ እዩ ነይሩ ማራይ ፅንሒ ከረዳእኪ ሶ ቪድዮይ ከም ዘለዎ ኮይኑ ስፒቸይ ከም ዘለዎ ኮይኑ ቮትስ ብምስዓር ቶፕ ትሪ ስፖት ሴኪር ትገብር ሶ በቲ ናይ ጃጅስ በቲ ትብልዮ ዘለኺ ቪድዮ ወላ እንተ ደኣ ተረፍኩ በቲ ናይ ህዝቢ ምርጫ ግን ኣብ ቶፕ ስሪ ንኽኣቱ በቂዐ ሌትስ ሴይ ከማኒ ከምቲ ትብልዮ
ሓንሳ ኣወድእኒ እሱ እውን ኮይነ ተድተርፍ ነይረ ከዓኒ እታ ናይ እታ ናይ እተን ጃጅስ ብዝገበርኦ ከዓኒ ነጥቢ ሂበናኒ ነጥቢ ሂበናኒ ከኣኒ እሱ ውን ባይ ፖይንትስ ብናይ ጃጅስ ባይ ፖይንትስ ብናይ ህዝቢ ዝመረጾ ህዝቢ ሲ ብቕዕቲ ኢኺ ሪፕሪዘንት ክትገብርና ኢሉኒ who is anybody to come and tell me ንኤርትራ ክትውክሊ ብቕዕት እዩ ኤርትራዊት ኢኺ ንስኺ ሓንቲ ኢኺ ኣይዳ and I respect you again but ህዝቢ ኤርትራ ኣርባዕተ ሚልዮን እዩ እቲ ብዚ ዘሎ ቮት ክገብር ዝጸንሐ ከኣኒ according to the votes ሰለስተ ሽሕን ገለመለን ሰብ እዩ ነይሩ according to those people I deserved to become queen በዘን ትብልየን ዘለኺ ንኣሽቱ ነገራት እንተ ትዕቅፍኒ ኣለኺ ግን it's showing the character that is not Eritrean ኤርትራ እሞ ትነግራ ኣላ ብግልፂ ትዕንቅፍኒ ዘለኽስ ንዘራረብ ኢን ሚን ንበሃል ኣብ ቅድሚ ህዝቢ ኢላታ እዛ ሰብ እዚኣ ግን ወላ ሓንቲ ክትረዳዳ ኣይከለትን ብውሽጢ ጥራይ ኣስራሓ ትገብራላ ነይራ እንዳ ደሽ ትእትወላ ነይራ ናብቲ ናይ ሎሚ ዓንቲ መደበይ ቀንዲ ናብኡ ክንከይድ ኢና እዚ ርኢናዮ ኣለና ከም ንእሽተይ መዘኻኸሪ ክኾነና ኢለ
ተገበረት ከዓ እንኳዕ ገበረት ምክንያቱ ስኒ እዚ እቲ ቁጥዖታት ናይ ህዝቢ ዝሓደረ ትማሊ እዩ መዓንታ ከብድኹም ክትሓሪኹም ብጣዕሚ እየ ድቃስ ዘይብለይ ሓዲረ ብጣዕሚ ተሰሚዕኒ ማራያ ሓሪቀ ማራያ ስምዒታዊ ኮይነ ዝዛረብ ዘለኹ ምክንያቱ በቃ ከምዚ ነበልባል ምሽ ይድፍአካ ነብስኻ ኩሉ ሓንቲ ክትቆፃፀሮ ዘይትኽእል ከምኡ እየ በቃ ኮይነ በቃ ክቆጻጸሮ ኣይከኣልኩን ሕርቃነይ ማራ በቃ ወዲኣትኒ። ንመጀመርያ ግዜስ ኤርትራ ተባሂላ ኣብቲ ስቴጅ ምድያባ ዋይ ኖት ካልኣይ ከኣሲ ሪኢኹማ ኢኹም እቲ ሽም ከማን ኤርትራ ጥዑይ ገይሮም ከማን ኣየድመ ኣይ ዶንት ቲንክ ሶ ናይ ባንዴራ እዩ ገሌላ ኣነ ኣይሓስብን እዩ ተገበረት ከዓ እንኳዕ ገበረት ምክንያቱ ስኒ ንመጀመርያ ግዜስ ኤርትራ እም ተባሂላ ኣብቲ ስቴጅ እም ምድያባ ዋይ ኖት ካልኣይ ከኣሲ ርኢኹማ ኢኹም እቲ ሽም ከማን ኤርትራ ጥዑይ ገይሮም ከማን ኣየድ- ኣየድመፅዎን ከማን እዩ። ኣይፈልጥዋን እዮም ኤርትራ ትበሃልሲ ንመጀመርያ ግዜ እያ ትኣቱ ዘላ they don't even know so ን ሰምዑ ኣለኹም ከተድምጻስ ኣይከኣለትን እታ ኣብኡ ዝነበረት ኮመንታተር ንበላ ድሓን እታ ኮመንታተርሲ ከተድምጾ ኣይከኣለትን እንቲኣ ከ እንታይ ጥቕሚ ኣለዎ ኢላ። እም ኤርትራ ብባንዴራ ገለ ኢሎም ተቢሎማ ይግበሩ ቢካዝ ኣዲ ነፍቲ ደይ ንሱ ኢና ንደሊ ኤርትራ ከጽዋዕ እምበር ኢላ ኢኻ እኮ ኣነ ተተዓዊተ ጽቡቕ ተዘይኮነኻ ብዓቢኡ ሲ እቲ ኣብኡ ንኤርትራ ሒዛታ ሪፕሬዘንት ምግባራ ካብኡ ዝዓቢ ነገር የለን ተሓሲብኩሞ ኸኣ ማለት እዩ እዚ ሚስ ዩኒቨርስ ማለት እኮ ናይ ዓለም እቲ ዝዓበየ ፕላትፎርም እዩ ካልኣይ እዘን ብምልኣን ዓድታት ከይደን ዘለዋሲ እቲ ኣሎ ዝበሃል ኤርላይንስ ዲኻ ክትብል እዚ ኣሎ ዝበሃል ሆቴላት ዲኻ እዞም ብምልኦም ሃፍታማት ሰብ ፀጋ እዮም እኮ ስፖንሰር ዝኾንወን ሶ ስኒትካ ኣይኮነን ከምኡ ዓይነት ስፖንሰር ክትረክብ ስኒ እተን ኣሕዋታ እተን ኣሕዋታ ከማነሲ ክንደይ ሽግር ኣውፅዋ ዲስኳሊፋይ ክግበር ኣለዋ እንዳተባህለት ብከምዚ ዓይነት ሲትዌሽን ዝኸደት ሰብ ስኒ ኣብዚ ምብፃሓ ከማን ብጣዕሚ ኣዝያ ብጣዕሚ ስትሮንግ ሰብ ስለዝኾነት እያ ኢማጅን ግበሮ ከምኡ ከይኣክልሲ በቲ ሞራል ከማን ከይንድግፋ ደሓን እቲ ዋሕድ ሪሶርስ ወላ ተለና ገለሲ ኣክን ብሞራል ምድጋፍ ከማንሲ ሜስካ ዳውን ምግባር ዋ ኦልሞስት ዳውን ዳውን እኳ እዩ ነይሩ ኣነ እቲ ቪድዮ በጃኹም ከድኩም ስምዕዎ በጃኹም ከድኩም ታግበሩ ሚስ ዩኒቨርስ ከም ዝግበርወን ከም ዝበልወን ዋ እንታይ እዩ ምሻሎ ብጣዕሚ እዩ ዝገርመካ ሕጂ ስኒ እቲ ብእንግሊሽ ከሰሚዕከ ዶ ብፍራንሳን ብእንግሊሽን ከዓ ተተርጊሙ ብእንግሊሽን ብፍራንስን እውን ኣውሪደን ኣለዋ
ያ ብጣዕሚ እዩ ብጣዕሚ እዩ ዘሕዝነ ምሻሎ ከምዚ እንታይ ድዩ በቃ ንኸይት ዓለም ለኻዊ ክገብሮ እቲ ቋንቋ እ፣ ብእንግሊሽ ተመኒወንሲ ብፈረንሳን ም- ብካልእ ገይረንሲ ንስኒ ዳውን ንኽገብራ ንሳን ምስኣን ዝተሓባበራን ክንራኸብ ኢና ወላ ሓንቲ ምስ ህዝቢ ተገጢምክን ተባኢስክን ወላ ሓንቲ ኢድ የዋፅእክን ህዝቢ ብጣዕሚ ክና ቆጢዑ ክነዎ ማራ ብዙሕ ዕንቅፋት ንኽገብሩላ ተዛሪባ እያ ብፍላይ ኣይዳ ኣይዳ ብጣዕሚ ብሮክን ሀርት ዝገብርር ብድምፂ ማለት እዩ ሕሉፍ ሓሊፋ ዝተዛረበቶ ሶ ያ እናታ ሰሚዐዮ ፌስቡክ ብእንግሊሽ ኣይዳ ክልቲኤን ኣይዳ መብራህቱ ድዩ ገለ ኢልኩም ኪዱ እወ ርኣይዎ ብእንግሊሽ ጌረን ኣለዋ ደውሉሉ ዋላ እታ ዊንታውን ብእንግሊሽ ጌራ ኣላ ኩላቶም ኣለዉ ዝበሃሉ ኣብ ሚስ ዩኒቨርስ ዘለዉ ሰባት ታግ ተገይሮም እዮም እ፣ ነቲ ድምፂ ንክሰምዕዎ ነቲ ቪድዮ ሸር ክገብርዎ በጃኹም ሸር ግበርዎ ተባሂሉ ብዙሕ ይኸይድ ነይሩ እዩ እዚ ንባዕሉ ንስኒት ብዙሕ ኣፌክት ገይርዋ እዩ ምክንያቱ ኣብቲ መጀመርያ እቲ ሰብ ልቡ ተመቓቒሉ እዩ ነይሩ ስጋዕ ባዕላ ወጺኣ ትዛረብ ከማን ክገርመክን ስኒት ሲ ትለባ ምኳናስ ብዛዕበእን ከማን ኣይተዛረበትን ግን ሰብ በቲ ልቦናኣ በቲ ድተዛረበቶ ቃላታ ብኩሉ ሲ ንሰብ ረቲዓቶ ትልብ ምሻሎ በቃ ብጣዕሚ እዚኣ ሰብ እዚኣ ከትዕወት ዘለዋ እዩ ሰብ ኢሉ ማለት እዩ ጽቡቅን ሕማቅን ከይፈለጠ

መጀመርያና ከምዚ ዓይነት ኤክስፔሪንስ ክንገብር ብጣዕሚ ብጣዕሚ ዘሕዝነካ እዩ ግን ዋላ ሓንቲ ኣዲ እንዳፍትደይ እቲ ማዕፆ ተኸፊት እዩ ንብዙሓት ንዝመፃ ጀነሬሽን ከዓኒ ኦፍኮርስ እሳያ መጀመርያ ግዜ ኩሉ ብሂወታ ኤክስፔሪንስ ገይራቶ እሳያ ሪኣቶ እንታይ የድሊ እንታይ ይግበር ኩሉ ከዓ ንካልኦት ሆፍሊ ንዝመፃ ከዓኒ ሳፖርት ክትገብረ ከዓ ኣምሹር ክትገብረን እያ ማለት እዩ ሶ ያ ብጣዕሚ እዩ ግን ዘሕዝነካ ስካዕ ክንድዚ ጫፍ ምኻድ ኣየድልየናን እዩ ነይሩ ድሕር ሽግር ኣለወን ኣብ ነንሕድሕደን ተዛሪበን ምስ በቲ ዝመፅ ከዓ ዓይዳ ኣተወት ኣብቲ ድመፅ ከዓ እቲ ሓንቲ ማኣተወት ከምኡ እንዳተባሃለ መኸደ ነይሩ ግን ያ ኩሉ እቲ ያ ከፀልማ ዝፈተና ነገር ከዓ ብምሉእ ከዓ ሓሶት እዩ ኣፍሽላታ እያ ብግብራ ማለት እዩ ከይተዛረበት ብምሉኡ ድኸሰሳ ናይ ብሄራት ልዕሊኤን ኣብዛ ድበልክያ ንካልኦት ዳ ከይንሕዞም በረ ደፀልም ከፀልም ከለዉ ሲ እታ ማናጀር መፅያ ስኽሲ ኢላታ ንኣይዳ ነቲ ፍራንቻይዝ ናይ ምውናን ድሌት ነይርኪ ኣብኡ ኢኺ ፎካስ ትገብሪ ነርኪ ገለ ዝብል ነይሩ ስከ ኣሎ ሎቲ ኢንተርቪው ክሰምዑ ክእሉ እዮም ባይዘወይ ኣብ ዩቱብ ኣለኩም ክሕግዘ ክኽእል እውን ተደሊኺ ፍራንቻይዝ ክትገብሪ ተደሊኺ እውን ገለገለ ኢላታ ኣላ ኤኒዌይስ እዚ ኩሉ ዘረባ እዚ ኩሉ ንኣይዳ እዩ ንሓፍታ ክትሕስዳ ኢላ ሲ ዘሕዝን ኮይ ዋራ ኮይ ድሕረ ኣቱም ህዝቢ ኣብይቲ እውን ኣሎ እታ ሰበ- እታ ሰበይቲ ንባዕላ እታ ናሽናል ዳይሬክተር ተፀዊዓ እም፣ ስኒት ዘላቶ ኣይዳ ዘላቶ ነቲ ነገር ክሊር ክገብርኦ ፈቲነን እየን ኣብኡ እውን ክውዳእ ነይርዎ እዩ ኣይተወደእን ግን ካብኡ ሓሊፈን ስጋዕ ንሚስ ዩኒቨርስ ደክይድ ግን ኣይነበረንን እቲ ዘሕዝነካ ነገርሲ ወላ ናይ በዓል ዊንታ ኣይዳኪ እንታይ ሽግራ እንታይ ሽግርኪ ንሓብትኪ ክሳብ ክንድዚ ብጣዕሚ ከሲርክና ማራኺ ከሲርክና ብጣዕሚ ገለፍቲ ኣብቲ ኢንስታግራም ገለ ዝሪኦን ዝነበርኩስ

ንሓፍትኽን ኢኽን ሳፖርት ክገብራ ዝግበእክን ነይሩ ንሓፍትኽን ኢኽን ፀግዒ ክትኮና ነይርክን ደኣ እምበር ሕምቀትክን ገሊፅክን ኣለና እቲ ማዕረ ክንደይ ድኹማት ምዃንክን ከዓ ርእስኽን ፈሊጥናክን ኣለና ኢትስ ሶ ሳድ ከምዚ ዓይነት ነገር ኤክስፒሪየንስ ክንገብር ግን ኢትስ ኦኬ ኣሚን መምሃሪ ኮነና ሆፍሊ
ብቐንዱ ብቐንዱ እቲ ህዝቢ ዝገብሮ ዝነበረ ክምስገነሉ ስምዑ
ስምዑ መዓንጣ ክብደይ ዘሕረረኒ ዓብ ነገር እዩ ህዝቢ ኤርትራ ሰሪሑ ዘሎ ኣብ ዝሓለፈ ተገብረ ዓወት ሲ እቲ ዝዓበየ ዓወት ኣብቲ ድምፂ ምግባር ኣብ ዝነበረ መዓንቲ ናይ ሲኣይ ቶክ ዝበሃል ኣውፅኦሞ ብዝነበሩ እውን እቲ ድምፂ ትጎልፂ እያ እታ ናይቲ ማናጀር ናይቲ ሙሉእ ናይ ምውድዳር ዝነበረ ማለት እዩ ስለዚ እዚ ህዝቢ ኤርትራ ገይርዎ ዘሎ ብቐሊል ድረ ኣይኮነን ዓብ ነገር እዩ ኣብኡ ከዓ ተዓዊትና ኢና ማለት እዩ ኣብቲ ናይ ድምፂ
ኣንቱም ሰባት ከባቢ ሓደ ቢልዮን ዘለዎም ህዝቢ ኮይና ንሕና ስዒርናዮም ክንደይ ሚልዮናት ዘለዉ ሰባት ብቮት ድምፂ ክትሪኦም ከለካ ሰለስተ ሚልዮን ኣርባዕተ ሚልዮን ደይኣኽሉ ሰባት ቮት ጌርና ክንዕወቶም ከለና ክንስዕሮም ከለና ክሳብ ክንደይ ዓቕሚ ገንዘብሲ ነይሩ እዩ ክሳብ ክንደይ ገንዘብ ፈሲሱ እዩ ኣብኡ ክሳብ ክንደይ ጥሜት ዝጠመየት ክና ሓፍቶም ብቮት ዝገበሩ ሰባት እዮም ነይሮም ክሳብ ክንደይ ንስድሮኦም ክሰዱ ዝሓሰቡ ንስድሮኦም ረሽኖም ንደቆም ረሽኖም ንዝበልዕዋ ነብሶም ከብዶም ረሽኖም ሲ ቮት እዮም ገይሮም ነዚ ኩሉ ይኽን ይኽን ቀቲልክን ነዚ ኩሉ ይኽን ኡይ ኣቢልክን ብዓቕሚ ገንዘብ ክንሪኦ ከለና ብሓይሊ ገንዘብ ኣዝዩ ኣዝዩ ላዕሊ እዩ ምክንያቱ በዓል ቤልጅን ደም ቬትናም ይኹም ዝበሃሉ ነይሮም መዋድ መቐዳንታ ዝነበሩስ ምስ ህዝቢ ኤርትራ ክትሪኦም ከለካ ጠጠው ኣቢልካሲ በቃ እዋ እክብ ኣቢልካ እቶም ዓዲ ብሓደ ጎቦ ግበር ኣቢልካ ሸይኖምሲ ውዕጅ ኮይኑ ይድወስደና ንኤርትራ ምሉእ ጸጥ ዘብለና ነዚኦም ድሰዓርና ሰባት ኢና ብሓይሊ ገንዘብና እሞ ግን ብሕምቀት ናትን ከዓ ተዋሪድና እንታይ ክንብል ኢና በቃ እቲ ናይ ድምፂ ይኹን ዋላ ኣብቲ ናይ ታብ ሰበን ምውፃሕና እውን ንዓና ሰዓቢ ነገር እዩ ብሓፂሩ ኢቭን ዶ ስኒት ጓልና ብዙሕ ሓለኽለኽ ነይርዎ እዩ ብዙሕ ህዝቢ ዘይፈልጦ መዓት ሽግራት ነይሩ እዩ ብታሕቲ ግን ንኩሉ ፄራ ከምቲ ሓንቲ ሓፍትና ትብሎ ዝነበረት ፍሽኽ እንዳበለት እያ ትሰጉሮ ነይራ ስኒት ምክንያቱ ስኒት ሓደ ነገር ተኣምነሉ ነገር እንታይ እዩ መስለኩም ልዕሊ ዝኾነ ይኹን ኣብ ኣምላኻ ዘለዋ እምነት መወዳድርቲ ይብላን እዚ ክብ ከለኹ ስለምንታይ እዩ መስለኩም እዚ ኩሉ
ስድራና ኣብ ኣምላኽ ዝተወከለ ኣይሓፍርን እዩ ኣብ ኣምላኽ ዝተወከለ ኣይሓፍርን እዛ ሰብ እዚኣ ብዙሕ ተፃብኦታት ብዙሕ ሽግራት ገጢምዋ ኣምላኻ ስለ ዝኣመነት ግን ተዓዊታ ኣላ ግዜ ክድውለላ ገለ ከለኹ ስኒት እንታይ ኣትብል ኣምላኽ ንዓይ ሓደ ነገር ከርእየኒ ስለ ዝደለየ እዩ እዚ ኩሉ ሽግር ዝሕልፈኒ ነይሩ እያ ትብል ነራ ሕጂ ሓደ ሽግር ከይሓለፍካስ ዓወት ዝርከብ ነገር ከም ዘየለስ ስለተኣምን እያ ካምፍትቦ ኮይና ተረጋጊኣ ንኩሉ መደባታ ትሕንፅፅ ነይራ ማለት እዩ። ሕጂ በዛ ናይ ጊደዎን ሓወና ዝበላ ክጅምራ ጊደዎን ሓወና ከምቲ ትሪኦ ዝነበርካ እቲ ነታ ሕቶኻ ምምላስ ማለት እዩ ከምቲ ትሪኦ ዝነበርካ ብድሕሪት ናይ ጎፋንሚ ዝኣክል ከፊቶም እቶም ኣህዛብ ኣብ ክንዲ ኣብቲ ናይ ቮይስ ድምፂ ዝወዳደሩ እንታይ እዮም ዝገብሩ ነይሮም መስለኩም ገንዘብ ኣሽሓት እንዳውፁ ነቶም ኣብኡ ዝነበሩ ፕሮሞተራት ደየለ ኣብቲ ውድድር ዘየለ ወይ ድማ ናይ ዝሓለፈ ዓመታት እንዳምጻኻ ወይ ድማ ከም ዝተዓወታ እንዳምሰልካ ታፕ ፋይቭ ታፕ ቴን እንዳበለ ኣቐዲሙ ዝወፅእ ዝነበረ ናይ መናውራታት ዝመስል ተኸፊሎም እዮም ዝገብርዎ ነይሮም ምሲታት እዚ ዋላ እዚ ሕጂ ትብሎ ዘለካ ምናልባት ኣካል ናቱ ከይኮነ ኣይተርፍን እዩ ምክንያቱ ስጋብ እዛ ሰዓት እዚኣ ዝተፈላለየ ክጥቀምሉ ክእሉ እዮም እቲ ናይ ምስ ዩኒቨርስ ዝበሃል ዘሎ ማለት እዩ ሕጂ እዚኣ ኣሆብ መሊሳት መሊሰያ ክኸውን ተሓተኻ እቲ ዝነበረ ምድንጋራሲ ኣነ ሓደ ካብቲ ናይ ብሓቂ ልበይ ዝሰበረ ነገር ተደኣ ነይሩሲ ኣብ ውሽ ክኸይድ ተዝኽእል ኣብታ ቦታ እቲኣ እሞ ኣብ ከም ናይ ሚድያ ኮይነ ከምቲ ኣኽሊሉ ሓውና ዝገለፆ ናይ ሚድያ ኮይነ ከይደ ተትኸውን እሞ ዘድሊ ስእልታት ኣብ ጎና ኮይነ ክስእል ተዝክእል ደስ ምበለኒ ኔሩ ምክንያቱ እቲ ዝነበረ ጻዕሪ ንምንታይ ዕላማ ምዃኑ ኩላትና ንፈልጦ ኢና ግን ኣት ሰም ታይም እንታይ እዩ እቲ ጸገም ኔሩ መስለኩም ናይ ሰላሳ መዓልቲ ዘይኣክል ዕድል እዩ ኔርና ደንጉ እዩ ተጀሚሩ እቲ ዋላ ኣብተን ኤርትራውያን ዝነበረ ምርጫ ገለ ንስኒስ ዕድል ኣይሃባን ከምቲ ዝድለ ጌራ ክትቀራረብ ገለ ሕጂ ንሕና ብስኒት ሚእቲ ካብ ሚእቲ ዕጉባት ኢና ከም ዜጋና ጥራሕ ዘይኮነስ ከም ሓፍትና ከም ሓንቲ ብልጽቲ ሓፍትና እቲ ዝገበረቶ ዘርኣየቶ ኩሉ ነገር ኣብ ልቢ ኤርትራዊ ሚእቲ ካብ ሚእቲ ዕጋበት ረኺብና ኢና እዚ እንኮሎ እቲ ዝነበረ ተጻብኦታት ካብ መጀመርያ ክትሪእዎ ከለኹም በቃ ኣብ ምንታይ ተመርኮሰ እዩ ተራኢልካ እቲ ትብሎ ዝነበረት ኣይዳ ልብኻ ዝሰብር እቲ ትብሎ ነበረ ሽዕኡ ትኣልሞ ዝነበረት ስራሓት ኣነ ክዛረቦ ለይ ተሓዝሎይ ፅን ኢልኩም ክሰምዑን ከዓ ተስፋ ገብር ማለት ሕጂ እቲ እሳ ተቕርቦ ዝነበረት ኣብ ግዚኡን ሰዓቱን ስለ ዘይተዛረበ እኮ እዩ እቲ ሰብ እዚ ነገር እዚ ከምዝን ከምዝን ትገብር ኣላ እዝን እዝን ትገብር ኣላ ስለ ዘይተባህለ እዩ እዚ ኩሉ ዋጋ ኣኽፊልዋ ዘሎ ነዛ ሓብትና። ኣብ ግዚኡን ኣብ ሰዓቱን ክዝርበሉ ነይርዎ ከምዝን ከምዝን የጋጥማ ኣሎ ከምዚ ገይረን ይዕንቅፋ ኣለዋ ኢሉ ናብቲ ህዝቢ ክወርድ ነይርዎ ኩሉ ማይ ኩሉ ነገር በቃ ድሕሪ ማይ በዓቲ ኮይኑ ናይ ሃገራ ፍልጦ ኣለዋ ድዩ ገለ መለ ኢላ ትዛረበሉ ዝነበረት ኣነ ባዕለይ ምተዛረብኩሉ ነይረ ዋላ እዚ ሕጂ ኣክሊሉ ሳህለ ተዘይዛረበሉ ነይሩ ኣነ ተዛረቡ ነረ ወድ ሰውራ ስምዒታዊ እንዲ ገለመለ ተባሂሉ እቲ ሰብ ልክዕ ኣይርድኦን እዩ እቲ ብውሽጢ ውሽጢ ክኸይድ ዝፀንሐ ስጋብ እዚ መወዳእታ ግን ኩሉ ሰብ ክፈልጦ ፅቡቅ እዩ ሕጂ ሰዓቱ ኣኺሉ እዩ እቲ ውድድር እውን ስለ ደብቃ ሕጂ ግዜና እዩ ማለት እዩ እዞም ሰባት እዚኦም በዓል ኣይዳ በሉ በዓል ሓደ ክልተ በሉ ካብ ፀላኢ እቶም ዝኸፍኡ ሰባት ኣብ ውሽጥና ኮይኖም ንስኒት ካብቲ ውድድር ከባርሩ ዘይፈሓተርዎ እምኒ የለን ዘይጻሕተርዎ መሬት የለን ንሕና መዓንጥና እንዳቆሰለ ኢና ክንቃለስ ጸኒሕና ማለት ስጋብ እዛ ሰዓት እዚኣ ስኒት እውን ከምትሪእዋ ናታ ፍሉይ ጽንዓት ኣለዋ እንታይ ዓይነት ሓይሊ እዩ ዘለዋ ኣብ ኣምላኽ ዘለዋ እምነት ፍሉይ ነገር እዩ ብሓጺሩ ፍሽኽ እንዳበለት እያ ትኸዶ ነይራ ሕና ግን ዝኩሉ ስለ በፂሕናያ ስለዝነበርና ንፈልጦ እውን ስለ ዝነበርና እቲ ኢሜይል ናብኡ ዝኸደ ንስኒት ምብራር ንኤርትራ ወረ ንስኒት ከማን ኣይኮነን ነይሩ ንኤርትራስ ካብቲ ውድድርሲ ክትውገድ ኣለዋ ዝብል መልእኽታት እዩ ነይሩ ኩሉ ኢሜይላት ኣሎ ዝመልኮታ ኣካል ክተውፅያ ማለት እዩ ግን እዚ ኣቐዲምና ፈሊጥና ኣብ ርእሲ እዚ ድማ እቲ ዝኸፍአ ነገር እቲ ዝኸፍአ ነገር ምግናን ኣይኮንኩን ነግረኩም ዘለኹ ነቲ ጎፋንሚ ክዕፅዉ ኢሎም ፈቲኖም እዮም ፍሪዝ ገይሮሞ እዮም እቲ ጎፋንሚ ንምንታይ እዩ ተኸፊቱ ምክንያቱ እቲ ላስት ምንጥ እቶም በዓል ማይክስዩም በልዎም ዋላ በዓል ማርዶካይ ዝገብርዎ ዝነበሩ ናይ ውዕላት ዝነበረ ንሕና ከምዚ ክንገብረልኪና ከምዚ ናይ ፋይናንሻል ክንቅርበልኪና ከምዚ ከምዚ ኢሎም ደበልዎ ላስት ምንጥ ጠጠው ምስ በለ ንሶም ጠጠው ምስ በሉ ምክንያቱ ኣብቲ ናይ ውዕል ናይ ፊፍቲ ፊፍቲ ካንትራክት ክትፍርምና ኣለኪ ምስ በልዋ ማለት እዩ ስለምንታይ እዩ እዚኦም ከምኡ ዝብሉ ዘለዉ ምክንያቱ ኣብቲ ምስ ዩኒቨርስ ንድሕር ተዓዊታስ ናይ ሚልዮን ዳለር እ፣ ገንዘብ ኣሎ ስለ ዝሰምዑ እዮም ስኒት ኣብ ከምኡ ዓለም የላን ስኒት ዝረኸበት ተረኸበት ንምንታይ ዕላማ ከተውዕሎ ከም ትኽእል ኩላትና ንርድኦ ነገር እዩ ስኒት ኣዛ ወረ- ኣዝያ ወረጃ ለባም ዝኾነ ሰብ ትሕቲ ፈቃር ዝኾነ ሰብ ሃምቡል ዝኾነ ሰብ እያ እዞም ሰባት እዚኦም ናብ ናይ ገንዘብ ኣቋሚቶም ብዝገበርዎ ብዝፈጠርዎሞ ስለ ዘይሰለጦም ኣይዳ በልዋ ዋላ እታ ዮርዳኖስ በልዋ ኣንቱም ሰባት እዛ ኣይዳ ትብሃል ገንዘብ ቮት ዝገበረቶ ዝተዋሃበቶ ገንዘብ ኣብ ስራሕ ከውዕሎ እየ ዝተባህለት ሓቲታታ ዮርዳ ሓብትና ኣበይ ጌርክዮ እዚ ገንዘብ ምስ በለታ ኣነ ወላ ሓንቲ ድፈልጦ የብለይን ማናጀረይ እያ ትፈልጦ ምስ በለታ ዮርዳ ከኣ ንምንታይ እስኺ ዘይትቆጻጸርዮ ኢላታ ሃዲማትላ እያ እዛ ሰብ እዚኣ ፍቅር ናይ ገንዘብ እዩ ዘለዋ ደኣ እምበር ብኣና ጌራ ክትህብ ትም ጁባኣ ክትመሊኣ ደልያ እምበር ንሃገርና ኤርትራ ክተጸውዕ ኢላ ኣይኮነትን እቲ ገንዘብ ኣብ መዓላ ከማን ኣየውዓለቶን ብጉቡእ ከማን ክትፈልጦ ኣይከኣለትን እቲ ገንዘብ ኣበይ ከም ዝወረደ እንታይ ከም ዝኾነሲ ከምቲ ፕሮሚሳ ዝተዛረበቶስ ክትገብሮስ ኣይከኣለትን ምስ ማናጀረዩ ዘሎ በሃል ዋና ትካል ከለኻስ ማናጀርካ ከካይዶ መፂኻ ኮንትሮል ትገብሮ እምበር ትሕዞ ኣቤሎት ገንዘብ ከምዝን ከምዝን ግበር እዝን እዝን ግበር እምበር ትብሎ ዋና ገዛ ዘይፈልጦስ ማናጀር ደስ ዝበሎ ክገብሮ ናይ ብሓቂ ርእስኺ መዚና ኢና ኣይድያ ኣይዳ ዲኺ ትበሃሊ ገለመለ ማራኺ በቃ ደም ሰብ ኣፍሊሕኺ ዘለኺ ንራኸብ ኢና። ዋላ ገለመለ ብዙሕ ድምኩሑ ድነበሩ ሽዑ ኣብቲ ግዜ እቲ ኣብ ዝተፈላለየ ሜድያታት ከይዶም ድዛረብዎ ድነበሩ ዘረባታት ንስኒት ምዕንቃፍ ንኤርትራ ምዕንቃፍ እዩ። እዞም ሰባት እዚኦም ነዊሕ ከይዶም ማለት እዩ። ድሓር ንሕና ምስ ተበራበርና ህዝቢ ምስ ተበራበረ ኩሉ ነገር ክርድኦ ምስ ጀመረ it's about the flag it's about the Eritrea ገለመታት ገለ ምስ በለ ሽዑ ብምንታይ ሒዞሞ እቲ ነገራት ንሕና ጭብጣት ኣለና ዶ ገለ ምታ ስኢልካ ባኮ ዝኾነ ጭብጥታት ፋልሶ ዝኾነ ጭብጥታት ኣለና ዶ እንታይ ዶ ድበሃል ትርጉም ዘይብሉ እሞ ድማ ኣብ ከምቲ ኩላትና ዝረኣናዮስ እቲ ውድድረን ዝነበረስ ኣብ ምንታይ እዩ ነይሩ ኣብ ፓብሊክ ኣብ ዌብሳይት እዩ ነይሩ ነቲ ዌብሳይት ክሕሱ ዝኽእል ሰብ ቺት ክገብር ዝኽእል ሰብ የለን ኣብ ዝኾነ ይኹን ኣፕሊኬሽን ኣቲኻ ንኮመን ሰንስ ዝርድኦ ሰብ ኣይከኣልን እዩ ግን ኦረዲ ብጠባያ ይኹን ዋላ ብናታ ኣካይዳ ንናይ ኣይዳ ሰብ ኣይመረፃን እቲ ምርጫ እቲ ድምፅታት ዝነበረ ሰማይን ምድሪን እዩ ነይሩ ዋላ ኣብቲ ሽዑ ዝነበረ ውድድራት ማለት እዩ እዚኣ ግን ዝተፈላለየ ምክንያታት እንዳምፀት ናተይ ክስታይ ጠጠው ኣቢሎሞ ገለ ተባሃለ እዚ ንሓደ ልቢ ዘይብሉ ሰብ ኣብ ቅድሚ ህዝቢ መፂኻ ከምኡ ክትዛረብ ብጣዕሚ ድሕፍር ድሕንኽ እዩ እቲ ተፃብኦ ካብኡ እዩ ጀሚሩ ንምባል እየ ዝገልፀልኩም ዘለኹ እዚ ድሒሮም ኣብቲ ናይ ክስታይ ሲኒሲ ከምቲ ዝበልኩኹም ናይ ሰላሳ መዓልቲ ጥራሕ ከማ እንተይኮነስ ኣብ ናይ ሰላሳ መዓልቲ እዘን ተወዳደርቲ ዝረኣናየን ኩለን ኣትሊስት ናይ ዓመት ናይ ክልተ ዓመት ምቅራባት ዝገበራ እየን ተሰኪሞኖ ዝመፃ እግራ ኣበልዎን ተሰኪሞኖ ዝመፃ ንባህለን ታሪኸን ዝገልፅ ክትሪኦ ከለካ ነዊሕ ዝተዳለዋሉ ነገር እዩ ስኒት ጓልና ግን ከም ዝበልኩኹም ሓደ እታ ናይ ሜክኣባ እታ ዮርዳኖስ ተባሂላ ዝነበረት እያ ንሳ ምስ ኣትኬዳ ኣይደለየትን ምክንያቱ ውዕል ስለ ዘይረኸበት ሓምሳ ሓምሳ ማለት እዩ እዚኦም መንግስቲ ይፈልጦምን እዩ ኣይዳ ተምፆ ነበረት እውን ማዕረ ማዕሪኡ ኦ ናይ ውዕል ዶ ኦ መንግስቲ ኤርትራ ፈልጣ ድዮ ትብል ነበረት ስጋብዛ ሰዓት እዚኣ ከም ደረጋገፅናዮ መንግስቲ ኤርትራ እውን ንሳ ኣብቲ መጀመርያ ክትወዳደር ከላ ኣብ ናይ ዩኬ መንግስቲ ኤርትራ ኣፍልጦ ይሃባን መንግስቲ ኤርትራ ኣብ ከምዚ ኣፍልጦ ይህብን እዩ ተን ሃገር ኢሎም ዝወዳደሩ እቶም ንዕኦም ዝገዝእዎም ግን ብስሪኦም ተዓዊቶም ባንዴራ ሽም ሃገሮም ኣፅውዑ ማለት እዩ ኣብዚ እዩ ከኣ ህዝቢ ኤርትራ ነቲ ብሽም ባንዴራ ብሽም ሃገር ዝትስእ ሰብ ኩሉ ግዜ ኣብ ጎኑ ጠጠው ክብል ማለት እዩ። ምኽንያታት እንዳፈጠርካ ግን ነቲ። ኣይዳ ንባዕላስ መንግስቲ ኤርትራ ኣይፈልጣን ድሕሪኡ ምስ ወጸት ክስታይ ምስ ገበረት ሰብ ቮት ክገብራ ምስ ጀመረ ከይዳ ናብ መንግስቲ ማለት እዩ ሕጂ ምስምስ ጌርካ ክትህረም ስለ ዘለዋ እያ ዳ ንዮርዳ ከምዚ ተጌሩ እምበር ዮርዳ ካብ ስራ እያ እኮ በጺሓቶ እዚ ደረጃ ሲ ንዓኽንሲ ከፊታትልክን እያ ከማን ቅድሚ ቅድሚኣ ዝነበርክንስ ብድሕሬኽን መጽያ ከፊታቶ ንስኽን ኢኽን ሳፖርት ክትገብርኣ ዘተባብዓ ዝግበእክን ኔሩ ንዓመታ ከኣ ናባኽን ኢዩ ኔሩ እቲ ጊደኽን ንዝቀደመ ስሒብካስ ኖእ ብዘይካ ኣነ ንስኺ ትሓልፍያን ኢኺ ይበሃል ደንቆሮ ደንቆሮ ነገራት ምዕንቃፍ ንህዝቢ ኣብ ዘየድሊ ስምዒታት ምእታው ንህዝቢ ስምዒታቱ ምፍራቅ ዝገበረቶ ብጣዕሚ ብጣዕሚ ዘሕዝን ነገር እዩ ግን ሒዝናዮ ካብ መዓስ እዩ እዚ ባይ ዘ ወይ ኣብኡ ከለኩ ክሕብረኩም ዝደሊ ስኒት ጓልና ውን እዛ ክዊን ማለት እዩ እዛ ብልጽቲ ሓፍትናን ጓልናን ናይ ስታንድ ባይ ዕድል ውን ተዋሂባ ነይራ ንክትከይድ ማለት እዩ ንክትወጽእ ግን በቲ ድምፂ ናይ ህዝቢ ዝነበረ እያ ባይ ደወይ ህዝቢ ኤርትራ እዩ በቲ ድምፁ ብዝጎበሮ እዩ እቲ ኣመሓዳሪ ናይቲ ሲኦ ናይቲ ምስ ዩኒቨርስ እዚ ፀገም ዝበሃል የብሉን ተባሂሉ እምበር ንስኒት ካብቲ ክስታይ ንምውፃእ እውን በቲ ዘቕረቦ ኢሜይል ዳርጋ ናይ ስታንድ ባይ ክስታይ እውን ተዋሂብዋ ነይሩ ግን ኣብ መወዳእቱ ተመሊሶም እንታይ እዮም ኢሎማ ተሓን ንስኺ ውድድር ክቐፅል እዩ ምክንያቱ ከምዚ ናትካ ዓይነት ፀገም ነዛ ኣሜሪካዊት ኣብዚ ዘላ እውን ከምኡ ዓይነት ክሲ መፅዋ እዩ ግን ንስኺ ውድድር ክቐፅል ተባሂላ ማለት እዩ ሕጂ ማዕረ ክንደይ ንሲኒት ካብዚ ከምዚ ምትራፍ ማዕረ ክንደይ ንህዝቢ ኤርትራ ብዝገብሮ ዝነበረ ጻዕሪ ምንብርካኹ፣ ማዕረ ክንደይ ምጉሃዩ ዝግበር ዝነበረ ብውሽጢ ውሽጢ፣ ጽባሕ ንግሆ መልሲ ዘይረኽባሉ፣ ጽባሕ ንግሆ ተረኺብካ ዘይርከብ ዕድል ንዓናኻ ክስራና ብዝገበሮ፣ እዚ ይቕሬታ ዝበሃሎ ነገር ኣይኮነን። ዋላ ቅሬታ ትበል ዋላ ገለ መልታት እዚ ንሕና ከም ኤርትራውያን ህዝብና ስለ ንፈልጦ ኣብ ከምዚ ማዕረ ክንድዚ ከይድካ እሞ ድላይካ ጌርካ ድላይካ ጻሕቲርካ ቅሬታ ዝበሃል ኣነ ከም ሰብ ኣይወስዶን እየ ኣይውሕጦን እየ ካልእ ሰብ ድላዩ ክወስድ ይኽእል እዩ ይቕሬታ ዘይበሃሎ ነገር ግን ገበን ፈፂሞም ኣለዉ እዞም ሰባት እዚኦም እዞም ሰባት እዚኦም ምክንያቱ ፊፍቲ ፊፍቲ ስለ ዘይረኸቡ ጥራሕ እዩ ካንትራክት ኣይፍርመልኩምን ስለ ዝበለቶም ጥራሕ እዮም እዞም ሰባት እዚኦም ግን ተሓለቕቲ መሲሎም ንሕና ኤርትራውያን ንሕና ደቁኹም ኢና ንሕና ሓደ ዓይነት ራእዩና ገለ ዝበሃል ኣዘራርባ እንድሕር ተዓዊተን እንድሕር ኣሜን እንድሕር ተወዳዲረን እንድሕር ተሳዒረን ደን ምስታ ድ- ዝሰዓረት እየን ክኾነ ዘግበአን ሕጂ ማዕተይሲ ብዙሕ ነገር እዩ ዘለዎ እቲ ብዙሕ ነገር ካልእ እውን ክገልፀልኩም ኣነ ምናልባት ክብድ ብል ኸውን ስኒት ብዙሕ ሽግር እንዳሓለፈት እያ ኣብቲ መድረኻ ዋላ እዚ ኩሉ ዝበለቶ ዋላ እዚ ኩሉ ዝገበረቶ ይቕሬታ ኢልካ ብከምዚ ብይቕሬታ ዝሓልፍ ነገር ኣይኮነን ኣነ ከማን ብነብሰይ ከምኡ እየ ዝብል ሳምዐላ እዮም እዛ ናይ ወዲ ሰውራ ኣዘራርባ ይቕሬታ እንታይ ይቕሬታ ንሓፍትኻ ዝቕተል ምስ ቀተልካ ሰብ መሰጎኻ ይቕሬታ ይቕሬታ ድባል ኣይንፈልጥን ኢና ክንበኻኸና ኡይ ክንበሃሃል ኢና ክንተሓሳሰር ኢና ትወፅእ ዝነበረት ግን እታ ዕላማኣ ግን ወቂዓታ ኣብ ስተጅ ወፅያ ባህላዊ ክዳውንታ ገይራ ከምቲ ንሶም ዝኽፍዋ ዝነበሩ እዚኣ ናይ ትሸዓተ ብሄራት ኣይተብልና ዶ እዚኣ ገለመታ ዝብልዋ ዝነበሩ ነጊራቶም ኣነ ናይ ሓንቲ ብሄር እየ ክውክል ዝኽእል ኢላቶም ናይ ቅድሚ ሕጂ ናይ ካልኦት ብሄራት ገይራ እያ። ኣብዚኣ ከኣ ናይ ትግርኛ ብሄር ክውክል እየ ኢላቶም ኣላ። ኣብ ትቕጽል ከኣ ናይ ካልእ ብሄር ክትውክል እያ ማለት እዩ። ናይ በዓል ሳሆ ድዩ ናይ በዓል ዓፋር ድዩ ናይ በዓል ብሌን ድዩ ኣሎ ዋላ ንገዛ ርእሱ እቲ ኮስትሞ ገይራ ደይወፀትን ምክንያቱ ነዞም ብሄራት እዚኦም ስለ ትውክል ጥራሕ እያ እምበር ንሳ ንገንዘብ ኢላ ተትገብር ነይራ ኣምሹር ክትዕወት እውን ትኽእል ነይራ እያ ኮስትሞ ገይራ ማለት እዩ ግን እዚኣ ባህላን ክብርታታን ኣሕሊፋ ከይሃበት ነቲ ውድድር ወፅያ ከምቲ ዝረኣኹማ የማን ፀጋም ጠሚታ ባንዴራኣ ኣንበልቢላ ንህዝቢ ኤርትራ ፀባ ስትያ ገጅፍ ዓወት ሸልማትና ወፅያ ማለት እዩ። ሕጂ እቲ ድሕሪኡ ዝስማዕ እቲ ድሕሪኡ ንስኹም ሕጂ ትርእይዎ ዘለኹም ንሪኦ ዝነበርና ማለት እዩ ውጭስ ኣይትሕጎሱን ዲኹም እዚ እኳ ባንዴራ እንዳበለት እያ ከዓ ትዛረብ እዚ እኳ ባንዴራ ደኣ እሞ ኣብዚ ስለ ዝመፀት ባንዴራ ኣይትጎድልን እያ ዶ ኣብዚ ስለ ተረኣየት ባንዴራ ኣይትኸብርን እያ ዶ ገለ ዝብል ፍልስፍና እውን ኣምፅያ በዓል ግርማይ ኣብ በዓል ቻይና ዝገበሩ ዓወታት ባንዴርኦም ከምበልብሉ ከለዉ በዓል ዘርእሰናይ በዓል ቢንያም ግርማይ እዞም ኩሎም ጀጋኑ ኣብ ናይ ዓለም መፂኦም ባንዴርኦም እንዳንበልበሉ በዓል በዓል ዳኒ ዝኩሉ ናይ ባንዴርኦም ከንበልብሉ ክሕበኑ ከለውስ እዚ እዩ እቲ ፀባ ናይ ህዝቢ ኤርትራ እዚ እዩ እቲ ዓስቢ ናይ ህዝቢ ኤርትራ ስለዚ ነዚ ከዓስ ከም ኣበይ ተረዲእዋ ደንቆሮ ካልእ ደንቆሮ ደንቆሮ ክስታይ ኣምሲልካስ በቃ ክተናእሶ ገለ መታት ንሕና ትማሊ ተወለድና ገለ ገይራ ቆፂራትና ብዝኾነ ካብዚ ታይ ንመሃር እዩ ዝብል እቲ ሕቶ እቲ ዘሎ ክስታይ እ፣ ስኒት ከምቲ ዝበልኩም ዋላ እውን ኣኪሎ እውን ገሊፅዎ እዩ ባዕሉ እ፣ ናይ ኢንተርቪው እውን ከይተረፈ ናይቲ ክዳውንቲ እውን ከይተረፈ መዓት ኣሽሓት እያ ዘለዎ እቲ ውድድር ስኒት ግን ነዚ ኩሉ ብ- ዳርጋ ብውልቃ እዩ መኪታቶ ዳርጋ ብውልቃ መኪታቶ ነዚ ኩሉ ዋላ ከምዚ ገንዘብ ሓፂርኒ ኢላ ከማንስ ንድሕሪት ከማን ክትብል ኣይከኣለትን ግን ስጋብቲ ናይ መወዳእታ ተሸላሊማ ወቂባ ስ ስ ኤረትሪያ ቢሩፉል ደቂ ኣንስትዮ ናብኡ ተራእየን ነዘን ኩለን ጀጋኑ ተቃለሳ ነዘን ኩለን ሙልኩዓት ሓመድ ተደበያ ጀጋኑ ኣስሚያ ባንዴረን ኣንበልቢላትለን እዚ ኩሉ እዚ ኩሉ ጌራ እዚ ኩሉ ጌራ ክተብቅዕ ከዓ ኣብ ክንዲ መጎስ ኣብ ክንዲ ክብሪ ጌርካ ክንዲ ንስኒት ምግላፅ ከዓ ናይ ካልእ ዘድልን ዘየድልን ዘረባታት ተራእዩ ማለት እዩ ደሓን ፀገም የለን በዚ ነወዲ ከምዝን ደቂ ኣንስትዮ ኤርትራ ሃገርና ድድሃላ ኣይኮናን ብድሕሪ ሕጂ እውን ክመፃ እየን ሕና ኣለና ፅባሕ ፅባሕ ውድሕር ፅባሕ ድዩ ኣብ ዝተፈላለየ መድረኻት ክመፃ እየን ብዝተፈላለየ ሞያ ክመፃ እየን ንሕና ኩሉ ግዜ ከም ህዝቢ ኣብ ጎነን ጠንቀው ክንብል ኢና ማለት እዩ። እዚ ሓደን ክልተን ወይ ከምዝን ከዓ ንዓና ፅቡቅ መምሃሪ ኮይንና ኣሎ ማለት እዩ። እቲ ልዕሊ ኩሉ ልዕሊ ኩሉ ናይ መወዳእታ ክብሎ ዝደሊ እንቋዕ ሓሳብ ልበን ኣይሰመረለን እቲ ኩሉ ህዝቢ ኤርትራ ካብቲ ዘለዎ ጨፈፍ ኢሉ ውፅኡ ገንዘቡን ወርቁን እንዳ ገንዘቡን ሽልማቱን ሸይጡ ድዩ ዋላ ኩሉ ዝከኣሎ እንዳገበረ እዚኣ ከኣ በዓል እዚኤን ከኣ በዓል እዚኦም ከኣ ተራእይዎም ከምዚ ዓይነት በታሕቲ ኮይኖም ክሰርሑ እንኳዕ ኣይሰለጦም እታ ትድለ ነገር እንኳዕ ኣይሰለጦም ግን ስቅ ኢልና ኢና ሒዝናያ ጸኒሕና ደሓን እዚ ይወዳእ እሞ ግዜ ኣለዎ ንኹሉ ኢልና ስቅ ኢልና ሒዝና ነርና ስኒት እውን ከምቲ ትሰምዕዋ ነበርኩም ኣብቲ ምረፁ ከምዚ ግበሩ ገለ ክትብለኩም ከላ ምስ ብሓደ ክልተ መሰናኸላት ትብል ነራ መንሽን ትገብሮ ነራ እያ ኣምሽሩ ብዘይ ድላያ ግን ዓቐኑ ዝሓለፈ ምጽባኣት ስለ ዝነበረ መንሽን እውን ትገብሮ ነይራ ግን በዚ ኮይኑ በቲ ኣይተሰዓርናን በዚ ኮይኑ በቲ ኤርትራ ወቂባ ታብ ሰቨን ተሸሊማ ናይ ባህላውን ናይ ክብርታት ናይ ኤርትራን ናይ ስኒት ጓልና ከዓ ኣብ ዝቕፅል ከዓ እንታይ ክንገብረላ ክንዛረብ ኢና ማለት እዩ ቁርብ ከም ሓሳብ እዚ ናተይ ሓሳብ እዩ ከም ሓሳብ ስቲል ቁርብ ተሰክፈን ነገር እንታይ እያ መስለኩም ስኒት ሕልሚ ኣለዋ እቲ ሕልማ ከዓ ከምቲ ክትገልፅዎ ዝፀናሕኩም ናይ ሕክምናታት እዩ ናይ ብረት ካንሰር ይኹን ዋላ ናይ ሓፍታ ወሪድዋ ዘሎ ማለት እዩ ሕጂ እቲ ሕልማ ከተግህድ እያ እንተስ ፅዒራ ድያ እንተስ ገለመለ ገለ ግን ስቲል እታ ጎፋን ምስ ኣቬረብል ስለ ዘላ ኣብኡ ከድና ዓ ዓሰርተ ድዩ ዋላ ዓ ዕስራ ዶላር ኣይ ኖው ይርድኣኒዩ ብዙሕ ገንዘብ ኣውጺና ኢና ግን በቲ ኩሉ ተጻብኦ ሰጊራ ነቲ ኩሉ ዓወታት ምጉንጻፋ ከኣ ጸባ ስለ ዘስተያትና እታ ጎፋንሚ ስቲል ኣቬለብል ኣላ ኣብኣ ከድና ንድሕር ቁሩብ ፈይ ፈይ እንድሕር ኣቢልና ንዓ ዓሰርተ ውዒ ዒስራ ኣብ ናእታውኩም ባእታ ሓምሳ ሚእቲ ከማን ኣይኮንኩን ዝብል ዘለኹ እንድሕር ዓቐምና እንድሕር ጌርና ላብዚኣ ዘለና ስኒት ጽቡቕ ዝኾነ ዕዳታ ከፋ ዕዳታታ ከፊላ ዋላ ነቲ ዝደልዮ ክስታይ እውን በቲ ተጌርላ ዘሎ በቲ ህዝቢ ኣርእይዎ ዘሎ ዝያዳ ክስጉም ከም ትኽእል እየ ዝፈልጥ ንስኒት good luck to her ኣብዚ ሂወት እዚ good luck to her ኣብዚ ጉዕዞ ሂወታ ንህዝቢ ኤርትራ ከኣ ኣነ I'm so proud of you guys all of you ኩላትኩም ብጣዕሚ ኢኹም ትሕ- ህዝቢ ኤርትራ ማተይሲ መግለፂ እውን የብለይን እዩ ነው ንስኹም ትገብርዎ ነገር ሲ ዋላ ብተሓለፈ መኸተታት መግለፅስ የብለይን ብሓፂሩ እዚ ናትኩም ሲ ዝኽእሎ ሰብ የለን ከምዚ ናትና you know ስለዚ ብሓንሳብ ኣለና ጋይስ ኣብ ዝቕፅል ዝኾነ ይኹን ከዓ ዝኾነ ነገር ተልዩ ሓበሬታታት ክነውፅኦ ኢና ኣብኣ ከሎ ከይረስዐክዋ እወ ሎሚ ድያ ሎሚ ኣትያ ኣላ መስለኒ ግን እ፣ ወይ ሓሙስ ወይ ዓርቢ ኢና ሓሲብና እያ ዘለና ገና ድሳይድድ ኣይገበርና ሎሚ መዓንቲ
ንመቐበሊ እዩ ዝብል ዘሎ ንመቐበሊ ከም ዝሰምዑ ፅናሕና ኢና ሰብ ነናቱ እዩ ትማሊ ክዛረብ ሓዲሩ ብጣዕሚ እዩ ዘጉሂ ብጣዕሚ እዩ ዘሕርቕ ቀቲልኩኖም ነቶም ናይ ኦቲዝም ናይ ክስታይ ሕማም ዝነበሮም ሰባት ብጣዕሚ ቀቲልኩኖም ህዝቢ ቀቲልኩኖ ገንዘቡ ኣብ ማይ ኣትዩ እዚ ኩሉ ሞራሉ እዚ ኩሉ ኒሑ ህዝቢ ቀቲልኩኖ ቲክቶክ እተዋ ብኣኽን ጥራይ ዘሎ ዘረባ ብኣኽን እዩ ሰብ ሓሚሙ ዘሎ ስለዚ

ብጣዕሚ ሕማቃት ሰባት ኢኹም ብጣዕሚ ሕማቃት ሰባት ኢኹም ደቂ ኤረ ሽኮሪናታት በቃ እንታይ ክንገብር ሕማቅ ተሰሚዕና ሕማቅ ተሰሚዕና ሕማቅ ሰሚዕና ኣነ ስሚዕተ ወላ ሓንቲ ቆፃፅር ኣይከኣልኩን ትማሊ ብፍላይ ዝነበርኩዎ ማራ ደንጊፃትኒ እዛ ጓል እዚኣ ማራ ደንጊፃትኒ ንሕና ኣብ ጎና ኢና ክንከውን ካብ ሕጂ ንኔኹ በዓል ኣይዳ ጊን ሓቢርና ክንሪኦ ኢና ክትመጻ ዲክን ኣይክትመጻን ክንሪኤክን ኢና ቮት ክገብረክን ሰብ ከድምጸልክን ኢልክን ጊን ከይትሓስባ ብኡ ጌርክን ጥፍኣ ናይ ሎማዓንቲ ዝነበረ መደብ እዚ መስል ኔሩ ስሚዕታዊ እንተኮይነ ኣይትሓዙለይ እንዳበልኩ ማለት እዩ ከምቲ ኣቀዲመ ዝበልኩኩም ኣብ መጀመርያ ጊን ኣብ ቦታ ኮመንት ፒን ጌረልኩም ኣለኩ ክልተ ሚእቲ ሳብስክራይብ ጌሮም ኣለዉ ከምቲ ቀዲመ ዝበልኩኹም ጋይስ ሰለስተ ሚእቲ ተሪፎምና ኣለዉ ኣብ ቦታ ኮመንት እውን ኣላ እዛ ቪድዮና ከዓ ንክትባፃሕ ናብ ኩሉ መታን ላይክ ንግበር ናብ ኩሉ መታን ክባፃሕ ጉደን ብምሉእ ክቅላዕ መታን ደቂ ኤረ ሽኮሪናታት ብሩኽ መዓልቲ ሰሰናዩ